ሰላም ሰላም ከመይ ኣለኹም ከመይ ትኾኑ ምሳኹም ዘለኹ ብርሃነ እየ ንሎሚ ብዛዕባ ኣንቲቫይረስ ክንርኤ መፅኩም ኣንቲቫይረስ ማለት ቃል ብቃሉ ፀረ ቫይረስ ማለት እዩ ነቶም ተጓዳእቲ ቫይረስ ንኮምፒውተርና ብቐሊሉ ክጎድእዋ ዝኽእሉ ክነፅርየሉ ንኽእል ሶፍትዌር እዩ ያው ኩሉ ግዜ ሓንቲ ኮምፒውተር እንተ ኣንቲቫይረስ ዘይብላ እንተ ኮይኑ ልክዕ ከምዚ ማዕፆ ዘይብሉ ወይ ከዓ ሊከቶ ዘይብሉ ገዛ ማለት እዩ ማዕፆ ዘይብሉ ገዛ ዝኾነ ዘርከበ እዩ ዝኣትዎ ሰራቂ ዓማፂ ዋላ እንስሳ ከይተረፈ ከማን ክኣትዎ ክእል ኣንቲቫይረስ ዘይብላ ኮምፒውተር ከዓ ከምኡ እያ ተጓዳእቲ ቫይረስ ብቐሊሉ ክኣትውዋን ክጎድእዋን ሙሉእ ዕድል ኣለዎም። ስለዝኾነ ንማዕጾ ሊከቱ፣ ንገዛ ማዕጾ ሊከቱ ዘለዎ ማዕጾ የድልዮ። ንኮምፒተር ከኣ ኣንቲ ቫይረስ የድልያ። ያው ንቫይረስ መን እዩ ዘፍርዮ፣ ካበይ ዝመጽእ ዝብል ሕቶ ብዙሕ ክለዓል ይኽእል እዩ። ምናልባት ብዛዕባ ቫይረስ ክንደይ ዓይነት ቫይረስ ኣሉ መን ንምንታይ ዕላማን ካልእ ግዜ ዋላ መግለፂ ንገብረሉ ብዝኾነ ግን ሰብ ረብሓ ዘፍርይዎ እዮም ሕፅር ዝበለ ሰብ ረብሓ ክረብሐሉ ኢሎም ብኡ ገይሮም ንሶም ዘረብሕሉ ረብሓ ኣለዎም ስለዚ ናቱ ኣፍረይቲ ወይ ድማ ወነንቲ ሰባት ሳሉ ቫይረስ ሰብ እዩ ዘፍርዮ ንዑ ዘፍርያ ትካላት ኣለዋ ንዑ ብምፍራይ ከዓ ዝረብሖ ረብሓ ኣለዎን ያው ንናይ ውልቀ ሰባት ክኸውን ክኸውን ይኽእል ወይ እውን ንናይ ጉጅለታት ድም ማሕበራት ክኸውን ይኽእል ንከምዚኦም ዝኣመሰሉ ዝጥቀሙለን ኮምፒውተራት ብምዕፃው ገንዘብ ከም ዝኸፍሉ እናገበሩ ንሶም ዝረብሑ ሰብ ረብሓ እዮም ስለዚ ብዛዕብኦም ብዙሕ ሕጂ ከይበልና ብሓጺር ግን ነዚ ይመስል ማለት እዩ። ብዙሓት ዓይነት ቫይረስ እዮም ዘለዉ ነናቶም ደረጃታት ከኣ ኣለዎም ብዝኾነ ሕጂ ከም ዝበልኩም ንዕ እውን ስገር ክንብሎ ንዓና ዘድልየና ሕጂ ግን እቲ ኣንቲ ቫይረስ ከመይ ገርና ካብቶም ተጓዳእቲ ቫይረስ ከመይ ገርና ወሪድና ክንጥቀመሉ ንኽእል እዩ ብዙሓት ልዕሊ ሓምሳን ሸሞንተን ዝኾኑ ዓይነት ኣንቲ ቫይረስ ኣለዉ ብኦም ብኩሎም ጌርና እውን ሓደ ሶፍትዌር ክኸውን ይኽእል ንሓደ ዌብሳይት ንዝኾነ ፋይል ብኦም ጌርና ክነፅርዮ ንኽእል ኢና ያው እንተኾነ ሕጂ ንዓና ዘድልየና ዘሎ ግን ሓደ ኣንቲቫይረስ ኣብዚኣ ናትና ኮምፒውተር ኣውሪድና ብነፃ ከመይ ገርና ክንጥቀመሉ ንኽእል ብዙሓት እዮም ዘለዉ ግን ሓደ ካብቶም ብነፃ ክንጥቀመሎም ንኽእል ዓይነት ኣንቲቫይረስ እዩ ሕጂ ክረየኩም ገንዘብ ከፊልና ንጥቀመሉ እውን ኣሎ ካብቲ ብነፃ ንጥቀመሉ እቲ ገንዘብ ከፊልና ንጥቀመሉ ይበልፅ ያፕ ሕጂ ግን ብነፃ ከመይ ገርና ክንጥቀመሉ ንክእል ኢና ሓንቲ ከርእየኩም እንድሕር ገንዘብ ከፊልና ክንጥቀም ደሊና ግን ክንገብሮ ንክእል ኢና ዝበለፀ እውን ንሱ እዩ ያ እሱ እንተዘይገርና ግን እዚ ብነፃ ውሪድና እውን ክንጥቀም ንክእል ኢና ክሳብቲ ብገንዘብ ከፊልና ንጥቀም ኦኬ ናብኡ ከብለኩም ነዛ ኣንቲ ቫይረስ ንምውራድ ኣብዚኣ ጉግል ክሮም ኣብዚኣ ንኣቱ ዳብል ክሊክ ብምግባር ንኸፍታ እዚኣ ከምዚ ኢሉ ምስ መፀልና ያ ኣብዚ ኣቫስት ኢልና ንፅሕፍ እዚ ዓይነት ኣንቲቫይረስ ሲ ኣቫስት ይበሃል እዚ ሕጂ ነውርዶ ማለት እዩ ብዙሓት ካልኦት ኣለዉ ሕጂ ግን እዚ ኣነ ዘሪኦኩም ኣቫስት ዝበሃል ፍሪ ኣንቲቫይረስ ኢና ክንርኢ ኣቫስት ፍሪ ኣንቲቫይረስ ኣብ ዘሎ እዚኣ ማለት እዩ ኦኬ ኣቫስት ፍሪ ኣንቲቫይረስ ስለዚ ነዚ ክሊክ ብምግባር ንከፍቶ እሞ ሒዝና ናብዚ ይከይድ እዚ ከምዚ ገይሩ ምጺልና ኣሎ ኣብዚ መጺና ካብዚኦም ዝኮነ መሪጽና ክነውርድ ንክእል ኢና ያው ኣነ ሕጂ እዚ ከውርዶ እየ እዛ ቀዳመይቲ ኣብዚ ዘላ ከውርዳ እየ እንተደሊና ግን ካብዚ ከይድና እውን እዞም ካልኦት ክነውርዶም ንክእል ኢና ስለዚ እዚኣ ተውረድናያ ጸገም የብሉን እዚኣ ኣቫስ ፍሪ ኣንቲ ቫይረስ ተተሽሐን ዕስራን ክልተን ትብል ዘላ ነዚኣ ነውርዳ ማለት እዩ ዳብል ክሊክ ንገብር ያው ምናልባት እቲ ናትና ኦፕሬቲንግ ሲስተም ዊንዶውስ ምስ ዝኸውን ማለት እዩ ዊንዶውስ ዘይኮይኑ እቲ ናትና ማክ ወይ ካልእ እንድሕር ኮይኑ ግን ካልእ ኢና ክንገብር ዘለና ስለዚ እዚ እንታይ ዝብል ዘሎ ፊር ዊንዶውስ ዝብል ኣሎ ፎር ዊንዶውስ ማለት እዩ እዚ እንግሊ ዶች ስለ ዝኾነ እዩ ፊር ዝብል ዘሎ ንዊንዶውስ ማለት እዩ ኦኬ እቲ ናትና ኦፕሬቲንግ ሲስተም ዊንዶውስ ምስ ዝኸውን ካልእ ዓይነት እንተ ኮይኑ እቲ ናትና ኦፕሬቲንግ ሲስተም ግን እዚኣ ክነውርዳ የብልና ምክንያቱ እዚ ንዊንዶውስ ይብል ኣሎ ኦኬ ይተጋግየ ዝበዝሐ ሰብ ዝጥቀመሉ ግን ዊንዶውስ እዩ ስለዚ ነዚኣ ነውርዳ ማለት እዩ ኦኬ ኣብዚኣ ክሊክ ንገብር ክሊክ ምስ ገበርና ከምዚ ክተምፅኣልና እያ ከምዚ ገይራ ተምፅኣልና ኣብዚ ኮስቶን ሎሰር ዳውንሎድ ትብል ኣላ እዚኣ ኮስቶን ሎሰር ማለት ነፃ ማለት እዩ ኦኬ እዚ ናይ ጀርመን ቋንቋ ስለዝኾነ ብነፃ ማለት እዩ ስለዚ ወይ ከዓ ኣብዚ እውን ኣቫስ ፍሪ ኣንቲቫይረስ ይብል ኣሎ እዚ እውን ባዕሉ ማለት እዩ ስለዚ ኣብዚኣ ከይድና እዛ ዳውንሎድ ትብል ዘላ በብቲ ዘለኹሞ ቋንቋ እዚ ኮስተር ሎሰር እዚ ነጻ ማለት በቲ ዘለኹሞ ቋንቋ ክጸንሓኩም እዩ እዚኣ ከምዚ ንሪኣ ዘለና ግን ብነጻ ማለት እዩ ኣብዚኣ ዳውንሎድ ክሊክ ንገብር ክሊክ ምስ ገበርና ሕጂ ንሪኣ ተሃሊና በዚ ትወርድ ኣላ በዚ ጸጋም ሸነኽ ኣብዚ ታሕቲ ብዚ እዛ ፖይንተር ዘመልክተላ ዘለኹ ኣብዚ ትወርድ ኣላ ሕጂ እዚኣ ንባዕላ ተመልክተልና ኣላ ናብኡ ኦኬ ወዲኣ ኣላ ሕጂ ነዚኣ ንምኽፋት ኣብዛ ኣረው እዚኣ ኣብዚኣ ክሊክ ንገብር ክሊክ ትድኣ ጌርና ከምዚ ኢላ ክትመጸልና እያ እዚኣ ኦፍነን ትብል ዘላ ኦፐን ማለት እዩ እዚ ኦፐን ትብላ እዚኣ ክትጸንሓና እያ ኣብዚኣ ክሊክ ንገብር ማለት እዩ ወይ እውን እንድሕር በዚ ዘይደለና እውን ኣጋጣሚ ኮይኑ እዚ እንድሕር ብገለ ኣሊንያ ነዚ ዓጺናዮ ጸኒሕና ኣብዚኣ ፋይል ፎልደር ትብል ዘላ ኣብዚኣ ክንኣቱ ንኽእል ኢና ኣብዛ ብጫ እዚኣ ፋይል ፎልደር ኣብዚኣ ንኣቱ እሞ ከምዚ ጌራ ምስ ኣምፀእትልና ኣብዚኣ ዳውንሎድ ትብል ዘላ ኣብዚኣ ንኣቱ እዛ ምልክት ዝገብረላ ዘለኹ ኣብዚኣ ዳውንሎድ ትብል ዘላ ኣብዚኣ ክሊክ ንገብር ክሊክ ምስ ገበርና ከምዚ ጌራ ተምጻልና ኣቫስ ፍሪ ኣንቲ ቫይረስ ሓጂ ዘውረድናያ ማለት ኢዩ እዚኣ ኦኬ ቅድሚ ሕጂ ቅድሚ ሓደ ደቂቅ ከም ዘውረድናያ ኣብዚ ሰዓት ሓደን ኣርባዓን ሓሙሽተን ደቂቅ ይብሉ ኣሎ እዚ ንሪኦ ተሃሊና ሓደን ኣርባዓን ሽዱሽተን ኣሎ ሕጂ ከም ዘውረድናያ ማለት ኢዩ ኦኬ ስለዚ ኣብዚኣ ዳብል ክሊክ ብምግባር ክንከፍታ ንኽእል ኢና ወይ እውን ከም ዘርኣኹም በዚኣ ከይድና እውን ክንከፍታ ንኽእል ኢና ኣብዚ ከይድና እውን ኣብዛ ኦፍኖን ትብል ዘላ እውን ክንከፍቶ ንኽእል ብዝመረፅናዮ ኦኬ ንኣብነት ኣነ ንምርኣይ ዝኣክል ኣብዚኣ ከይዲ ሕጂ ኦኬ ኣብዚኣ ከይድና ዳብል ክሊክ ንገብር ዳብል ክሊክ ምስ ገበርና ከምዚ ገይሩ ሕቶ ከምፅኣልና እዩ እቲ ንስኻ ዋንነት ናይዛ ኮምፒውተር ናትካ ከም ዝኾነ እዩ ዝሓትት ዘሎ ያ የስ ትብሎ ብዚ ማለት የስ ኦርኖ መፂ የስ ትብላ ከምዚ ምስ ገበርናዮ ሕጂ ከምዚ ገይራ ትደለላ ኣብዚ ንፅበያ እዚ ክንኣልዮ መማእታ ንክርዳእና ኣጋይ ብስቆፅር ኣላ ሕጂ ጅርያ ተሃሊና ኣብዚ ተምፅእ ኣላ ኦኬ ሓንሳብ ክንፅበያ ኣለና ሕጂ ነዚኣ ክሳብ ትውድእ ማለት እዩ ከምዚ ጌርና ክትቆፅሮ እንከላ ዓቐል ጌርና ክንፅበያ ኣለና ክሳብ ትኸፍተልና ኦኬ ብነፃ በዚኣ ከምዚ ጌርና ክንጥቀም ንኽእል ኢና ከመይ ጌርና ከም ነፅርዮ ሕጂ ከርእየኩም እንዴ ብነፃ ግን ከምዚ ጌርና ክንጥቀመላ ንኽእል ኢና ማለት እዩ ያ ኣብዚ ሕጂ ኢንስታል ዝብል ኣለና ኣብዚ ምክንያት ኣቐዲምና ዳውንሎድ ኢና ክንገብሮ ፀኒሕና ካብቲ ጎግል ክሮም ናብዚ ክነውርዶ ከለና ዳውንሎድ ይበሃል ንሱ ሕጂ ከዓ ኢንስታል ንገብር ኣለና ማለት እዩ ክትከፍቶ ከለካ ካብዚ ካብዚ መፂኻ ክትከፍቶ ከለካ ከምዚ ኣቐዲምና ዝበልናዮ ማለት እዩ ከፍቶም ኮለኻ ከዓ ኢንስታል ይበሃል ብዛዕባ ዳውንሎድን ኢንስታል ምናልባት ዋላ ካልእ ግዜ ተተኻኢሉ ክንገብር ኢና ያ ግን እዚ እዩ ትንገብሮ ዘለና ንሱ እዩ ስራሕ ስለዚ ኣብዚ መፂና ኢንስታል ንብላ ኢንስታል ምስ በልናዮ ሕጂ ኣብዚ ተቆፅር ኣላ ብየማን ሸነኽ ኣብ ስታሕቲ እንድሕር ትሪኦ ሃሊኹም በዚ ተቆፅር ኣላ ሓደ ፐርሰንት ትርቡ ጀሚራ ኣላ ሕጂ ከምዚ እናበለት ክሳብ ትውድእ ቁርብ ዓቕሊ ጌርና ክንፅበዮ ኣለና ማለት እዩ ያው እዚ ምስ ወደአ ድሕሪኡ እቲ ኣገልግሎት ይጅምር ክንሰርሓሉ ንኽእል ማለት እዩ ኦኬ ምናልባት ከምታ ቀዲመ ዝብሎ ዝነበርኩ እዚኣ ክሳብ ትውድእ ኣብ መንጎ ገንዘብ ዝክፈሎን ዘይክፈሎን እቲ ፍልሊ ገንዘብ ከፊልካ ትጥቀመሉ ዓይነት ኣንቲ ቫይረስ ተረሃሊካ እሱ ሪል ታይም እዩ ድሕልወልካ ድጽርየልካ ማለት እዩ ልክዕ ከምዚ ትግህዋ ኣድልያ ማለት እዩ ወይ ከኣ ትግሆ ዘብዐኛ ቀጥታ ቫይረስ ክኣቱ ምስ ዝጅምር ናብ ኮምፒተርካ ክኣቱ ምስ ዝብል ቀጥታ ሽዑ ንሽዑ ይሕዞ እቲ ገንዘብ ትኸፍለሉ ገንዘብ ዘይትኸፍለሉ ከምዚ ሕጂ ነውርዶ ዘለና እንድሕር ኮይኑ ግን ምናልባት ኣትይዋ ከይህሉ ኢልካ ባዕልኻ ኣብ ሳልስቲ ድዩ ኣብ ራብዕቲ ኣብ ሰሙን ባዕልኻ መጺኻ ቸክ ትገብር ተጽርዮ ከመይ ጌርካ ተጽርዮ ሕጂ እዚኣ ምስ ወደት ክንሪኦ ኢና ኦኬ ስለዚ ፍልልዮም እቲ ገንዘብ ዝኽፈሎ ሽዑ ንሽዑ ዝሕዞ ክኸውን ከሎ እቲ ገንዘብ ዘይክፈሎ ግን ክኣቱ ይኽእል እዩ ምስ ኣተወ ባዕልኻ ኢኻ ተፅርዮ ማለት እዩ ባዕልኻ መፂኻ ኢኻ ትሪኣ ተዘይሪእኻያ ወረዳ ኣትዩ ኣሎ ማለት እዩ ክወድኣልካ እውን ይኽእል እዩ ስለዚ እቲ ብልጭኡ እቲ ገንዘብ ዝኽፈሎ እዩ ግን ምናልባት ንሕና ብዙሕ ትንጥቀመሉ ውሕድ ምስ ዝኸውን ያ ብዙሕ ዘስጋእና ነገር ምስ ዘይህሉ ግን ከምዚ ጌርና ነፃ እዚ ናይ ነፃ ክንጥቀም ንኽእል ኢና ያእ ከም እናገበርና ክንጥቀመሉ ንኽእል ማለት እዩ ሕጂ እስከ ወዲኣላ መስለኒ ንጽበያ ኢና ኦኬ ኣንሳብ ክንጽበያ ኢና ተሸሪባትና ዘላ ኦኬ ኦጥራ ኣላ እንደገና ሳብ ሕጂ ወደትና ኣላ ኦኬ ምናልባት ብዙሕ ግዜ ኮምፒተርና ኣብ ጎጉል ኣቲና ኣብ ዝተፈላለዩ ዌብሳይታት ኣቲና ስለ ሰርች ንገብር ዝኾነ ነገር ክንጥቀም ዩቲብ ዲና ክንርኢ ዝኾነ ነገር ዲና ሰርች ክንገብር ገለ ፅሑፋት ዲና ካብኡ ክነንብብ ንደሊ ዝኾነ ነገር ኣብዚ ኣብ ኢንተርኔት ዘለዎ ኣብ ኢንተርኔት ዘለዎ ቦታ ኮይናስ ኣብ ዝተፈላለዩ ዌብሳይታት ኣቲና ክንርኢ ክነንብብ ክንምሃር ገለ ንኽእል ኢና ኦኬ እቲ ቫይረስ ሕጂ ኣብዩ ዝረኸበካ ኦኬ ኣብ ኢንተርኔት ኣቲኻ ከምዚ ሕጂ ኣቲናዮ ዘለና ኣብዛ ኣቲኻ ዝኾነ ነገር ምርኣይ ምስራሕ ልክዕ ኣብ ዕዳጋ ከም ዘለኻ ጌርካ ቁጠሮ ኦኬ ከምዚ ሓደ ሰብ ኣብ ዕዳጋ እንድሕር ከይዱ ዝኾነ ርስሓት ከይተፀየቐ ዘይመፅእ ንሓመድ ተርናዲ ዋላ ዝኾነ ኣብ ኢንተርኔት ኣብ ዝተፈላለየ ዌብሳይታት ኣቲኻ ኣብ ኢንተርኔት ዘለዎ ቦታ ኮንካ ማለት እዩ ናብ ንክታቱ ኢንተርኔት ከድልየካ እዩ ኣብዛ ኣቲኻ ምጥቃም ኣብ ዝተፈላለየ ዌብሳይታት ኣቲኻ ምጥቃም ማለት ከዓ ልክዕ ከም ኣብ ዕዳጋ ዘለካ ስለዚ እቲ ቫይረስ ኣብዚ እዩ ዝረኽባ ንሳቶም ከዓ ልክዕ ስርሖም ስለ ዝኾነ ኣብኡ ክንቀሳቀሱ ፀንሑሞ ፈንዮሞ ይፀንሑ እቲ ናቶም ቫይረስ እሞ ድሕርዚ ንኮምፒተርካ ኣብዚ ክጎዳእ ይኽእል ማለት እዩ ስለዚ ምናልባት ከም ዝበልኩም ብዛዕባ ቫይረስን ከምኡውን ኣንቲ ቫይረስን ካልእ ግዜ ሰፊሕ መግለፂ ንገብር ንኸውን ብዝያዳ ብውሽጢ ንህቦ ትምህርቲ እውን ኣሎ ካብ መፂና እውን ክንመሃር ንኽእል ኢና ያ ንሕጂ ግን ብዝኾነ እዚኣ ውሪዳትልና ኣላ ናብኡ ከሪኤኩም ሕጂ ከመይ ገርና ከም ነፅሪ ኦኬ ስለዚ ነዚ ንምግባር እዚ ንኣልዩ ኣብዚ መፅያተልና ኣላ ሕጂ እዚኣ ኣቫስት ፍሪያንት ቫይረስ ኣቫስት ፍሪያንት ቫይረስ ኣብ ስላትና እዚኣ ማለት እዩ ኦኬ እዚኣ እንድሕር ሪኢኹማ እሳ ማለት እዩ ስለዚ ኣብዚ ክመፀልኩም እያ ምናልባት ኣብዚ እንተዘይመፅያትልኩም ኣብዚ እንተዘይመፅያትልኩም ኣብዚ ስታርት ስታርት ባተን ኣብዚ ከይድኩም ክተምፅዋ ትኽእሉ ኢኹም ንኣብነት ኣብዚ ኣሎ ወይ ከዓ ኣብዚ ከይድኩም እውን ያ ክትከፍትዋ ትኽእሉ ኢኹም ኣብዚ ኦል ኣፕስ ዝብል ዘሎ ኣብዚ ከይድና ከይድና ደሊና እቲ ኣቫስ ዝብል ኣብዚ ከይድና ክንረኽቦ ንኽእል ኢና ንኣብነት ኣብ ዘላ ኣብዚ መፂና ድሕር ኣብ ዘይወፀ ፀኒሓ ሒዝና ናብዚ ክነውፅኦ ንኽእል ኢና እንተዘይኮይኑ ናብ ዘለዎ ክንከፍቶ ንኽእል ብዝኾነ ሕጂ ግን ኣብዚ መፅያ ስለ ዘላ ናተይ ነዚኣ ክንከፍታ ኢና ሕጂ ከመይ ገርና ከም ነፀሪ ኢና ክንርኢ ኦኬ እዚኣ ንምኽፋት ኣብ ልዕሊያ ዳብል ክሊክ ንገብር ዳብል ክሊክ ምስ ገበርና ከምዚ ኢላ ክመፀልና ይሕጂ ንፀበያ እያ ከምዚ ክመፀልና እንድዩ ብዝኾነ ንሕና ኣብዚኣ ፕሮቴክሽን ትብል ዘላ ንኣቱ እዚ ብዙሕ ኣገዳሲ ይኮነ ሕጂ ንግደፉ ንዓና ተድልየና ሕጂ እዚኣ እዛ ፕሮቴክሽን ትብል ዘላ ኣብዚኣ ኢና ንኣቱ እዚ ካልእ እዚ እዚ ግደፍዎ ኦኬ እዛ ፕሮቴክሽን ትብል ዘላ እዚኣ እዛ ምልክት ዝገብረላ ዘለኹ ኣብዚኣ ንኣቱ ክሊክ ንገብር ኣብዚኣ ክሊክ ምስ ገበርና ከምዚ ጌራ ክተምፅኣልና እያ እዚ ምስ ኣምፀትልና እውን ኣብዛ ቫይረስ ስካን ትብል ዘላ ኣብዚኣ ክሊክ ንገብር ኣብዚኣ እዛ ቀዳመይቲ ማለት እዩ ፕሮቴክሽን ኣብዚኣ ምስ ገበርና ድሕሪ እዚ ኣብዚኣ ቫይረስ ስካን ትብል ዘላ ኣብዚኣ ክሊክ ንገብር ክሊክ ምስ ገበርና ኣብዚኣ ከምዚ ጌራ እዚኤን ኣማራጺ እዚኤን ተምጻኣልና ሰለስተ ኣርባዕተ ኣለዋ ናብዚኣ ሕጂ ዘን ሰለስተ እዚኤን ኢና ክንሪኤን ኦኬ ስለዚ ነቲ ቫይረስ ንምጽራይ ኣብዚኣ ስካን ናው ትብል ዘላ ፉል ቫይረስ ስካን ትብል ኣላ እዚኣ እንድሕር ሪኣ ሃሊና ኦኬ እዚኣ ናይ ኣብ ኮምፒተርካ ዘሎ ንኹሉ እኳ ተዘይኮነ ብኸፊል ግን ነቲ ቫይረስ ንክተጽሪ ኣብዚኣ ክሊክ ትገብር እዚኣ ሕጂ ስካን ናው ትብል ዘላ ክሊክ ተዳ ጌረያ ንራያ ክትቆጽር ትጅምር ኣላ ብ ዜሮ ፐርሰንት ኣሎ ገና ክጅምሪ ክትጽብዮ ኣለካ ሕጂ ንሕና ክሳብ ዝውዳ ኣይንጽበዩ ኢና ክንሰርሕ ማእታን ናብቲ ካልእ ንክነብል ኢና ብዝኾነ ግን ኣብዚ ንሪኦ ተሃሊና ሕጂ ትጅምር እያ ዘላ ሓንሳብ ደሓን ሓደ ክልተ ክሳብ ትበጽሕ ክንጽበያ ኢና ደሪና ኣጥዊና ኣብዚ ስቶፕ ክንብላ ኢና ኦኬ ሽዱሽተ ፐርሰንት ከምዚ ኢላ ቆፂራ ኣላ ንምሉእ ቸክ ጌራ ክሳብ ትውድእ ክትፅበያ ኣለካ ድሕር ንስኻ ተፅርያ ሃሊኻ ንኮምፒተርካ ሕጂ ንምርኣይ ስለ ዝኾነ ግን ኣነ ክቋርፆ እየ ናብቲ ካልእ ከሪኦኩም ኣተን ክሓልፍ ማለት እዩ ኦኬ እዚ ስቶፕ ክብሎ እዩ ሕጂ እዚኣ ማለት እዩ እዚኣ ባክ ክንብላ ኢና ጌና ኣብዚኣ ስካናው ኣብዚኣ ኢና ኣቲና ፀኒሕና እዚኣ ብከፊል እያ ተፅርየልካ ምናልባት ብዙሕ ግዜ እውን በዚ እቲ ኣብ ሳልስቲ ብራብዕቲ ንገብሮ በዚ ኢና ክነፅርዮ ዘለና ያው እዚኣ ሓንትላትና እዚኣ ድሓር ክሪኦኩም እዩ እዚኣ ከምዚ ጌርና ስካን ክገብረላ ንኽእል ካልኣይቲ እዚኣ ስካን ናው ኣብዚ እንታይ ይብላ ኣሎ ታርጌት ስካን ታርጌት ስካን ኦኬ እዛ ታርጌት ስካን ንሓደ ፋይል ንበይኑ ፈሊኻ ክተጽርዮ ምስ ትደሊ ወይ ከኣ ዩኤስቢ ምስ ዝህልወካ ማለት ፍላሽ እንድሕር ኣእቲኻ ሃሊኻ ነቲ ፍላሽ ክተጽርዮ ምስ ትደሊ ወይ ንሓደ ፋይል ንበይኑ ክተጽርዮ ምስ ትደሊ እዚኣ ታርጌት ንሓደ ነቲ ዝደሊኻዮ ዘለኻ ንበይኑ ጥራሕ ተጽርየሉ እዚኣ ግን ንኹሉ ማለት እዩ ንኹሉ እያ ተጽርዮ እዚኣ ኦኬ ፉል ቫይረስ ስካን ንብላ ኣሎ እዚኣ ፉል ቫይረስ ስካን ንብላ ኣሎ እዚ ኣብዚ ኸ ታርጌት ስካን ታርጌት ንሓደ ታርጌት ጌርካ ተጽርዮ ንኣብነት ክሊክ ንገብር እሞ እንጂ ኣብዚ USP ዝኣተው እንድሕር ሃሊካ ናትካ ትደልዮ ኦኬ ኣብዚ እንድሕር ሃሊካ ኣብ ዝኾነ ትደልዮ ከይ ኣይደልኻስ ንዕኡ ትደልዮ ንኣብነት ኣነ ነዚኣ ከጽርያ እንተ ደልየ ነዛ USP ድራይቭ ትብል ዘላ እዚኣ ከጽርያ እንተ ደልየ ኣብ ልዕሊያ ክሊክ ገብር ክሊክ ገብር እሞ ኦኬ ይብል ኣብዚኣ ኦኬ ኦኬ እንተ ኢለያ ሕጂ ንራኣያ ኢና ኦው ሶሪ ዓጺነ እያ ያው ኣብዚ ከይድና ንዓ እንድሕር ክሊክ ገይረ ኦኬ ተዳኢለያ ጥራይዋ ክተፅሩ እያ ዝትደሊ ዘላ ኦኬ ስለዚ ብዝኾነ ሕጂ ኣነ ክኣልዮ ከም ዝበልኩም ነቲ ደሊኻዮ ደለኻ ግን ከምኡ ጌርካ ክትፅርዮ ትኽእል ኢኻ ነቲ እስኻ ደሊኻዮ ደለኻ ወይ ከዓ ነዚኣ ንኣብነት እንድሕር ደልየ ነዚኣ እንተ ደልየ ካብዚኣ ከይደ ካብዚኤን መሪፀ ነታ ደልያ ዘለኹ ንበይና ከፅርያ ክእል እዩ ንኣብነት ነዚኣ ጥራሕ እንድሕር ደልየ ኣብዚ ከይደ ኦኬ ብላ ኦኬ ከምና ገበርና ክነፅርዮ ንኽእል ነቲ ደልዩናዮ ዘለና ሓደ ኣብዚ ቆፂራ ክሳብ ትውድእ ንፅበያ ማለት እዩ እቲ ታርጌት ነታ ደሊኻያ ዘለኻ ክተፅርያ ምስ ትደሊ እዩ ደናጫይ ናጂ ኦኬ እዚኣ ፉል ቫይረስ ስካን እዚኣ ካ ታርጌት ስካን እዚኣ ካ ቦት ታይም ስካን እዚኣ እታ ዝበለፀት ማለት እዩ እዚኣ ካብዚኣ ትበልፅ ካብዛ ቀዳሚት እዚኣ ትበልፅ እዚኣ ምስ ሃብካያ ስካን ኦፐን ስካን ምስ በልናያ ኣብዚ ከያ ትገብር ንሪኣ ኢና ሕጂ ኦፕን ስካን ምስ በልኳ ራን ኦን ኤግዚት ፒሲ ስታርት ኣፕ ብለን ኣሎ ሕጂ እንታይ ብለን ኣሎ ኣብዚ ሃባ እሞ በላ እሞ ሕጂ ራን በላ እሞ ክብላ ኢና ኣብነት ሕጂ በላ ብለን ኣሎ ድሕሪ እንታይ ግበር ብለን ኣሎ ክተፅርዮ እንድሕር ኮይና ኮምፒውተርካ ንቐደም ክድቅስ ኣለዋ ትድቅስ እሞ ክትስእ እንኮላ እያ ሽዑ ስታርት ኣፕ ትብላ እሞ ብድሕሪ እዚ እንታይ ትገብር ኣብዚ ኸይድካ ስታርት ኣፕ ኣብዚ ኣብዚ ኣብዚ ከድካ ሪስታርት ትብል ዘሎ እዚ ስታርት ኣፕ ክብሎ ፀንሖ ንዕኡ እዩ ሪስታርት ንብላ ኣብዚ ከድና ኣብዚ ሻትዳውን ዘይኮንና ንገብራስ ሪስታርት ንገብራ እሞ ሽዑ ክተፅሪ ትጅምር ንሳ ኦኬ ስለዚ ከምዚ ክንገብር ኣለና ከምዚ ጌርና ብሰለስትኡ ኣገባብ እዚ ክነፅርያ ንኽእል ኢና ሓደ በዚ ዝበዝሐ እንጥቀመሉ እዚ እዩ። እንድሕር ኣዝያ ተሃስያ ክትከውን ትኽእል እያ ኢልና እንድሕር ሓሲብና ግን በዚኣ ጌርና ክነጽርያ ተመራጺ ይኸውን። ዝበዝሐ ግዜ በዚ ኢና እነጽርየሉ። ድሕር ምናልባት ኣብ ነዊሕ ግዜ ዝኾነስ ተሃስያ ክትከውን ትኽእል እያ ኢልና እንድሕር ሓሲብና ውሽጣዊ ጸገማት ከይህልዋ ኢልና እንድሕር ሓሲብና ግን እዚ ንኹሉ ቸክ ትገብረልና ኣብዚ እንድሕር ይብኒያ ድሓር ግን ክተጽሪ እንድሕር ኮይና ከምዛ ዝበልኩም ሬስታርት ክትገብር ኣለካ ሬስታርት ምስ ገበርካያ ድሕሪኡ ንሳ ባዕላ ክሳብ ትውድእ ክትጽበያ ኣለካ ቆጺራ ክሳብ ትውድእ ክትስእ እንኮላ ትም ኢልካ ክትጽበያ ኣለካ ማለት እዩ ኦኬ ስለዚ እዚኣ ከዓ ንሓደ ፋይል ንበይኑ እንድሕር ታርጌት ጌርና ክነጽርዮ እትደለና ፋይል እንድሕር ሃልዩ ንዕኡ ኣብዚ ከይድና ክነጽርዮ ንኽእል ኢና ንኣብነት ናብዚኣ ክሊክ ንገብር ሕጂ ዳውንሎድ ዝገበርናዮ ፋይል ስርኣ ሃልዩ ንዑ ንቐደም ክንሪኦ ንኽእል ኢና ኣብዚ ንኣብነት የምፅእልና ኣላ እዚ ኦኬ ንኣብነት እዚኣ ዚስ ፒስ ትብል ዘላ ብዚ ንኸይድ ድሓር ኣብዚ ከይድካ ነቲ ደልዩ ከያደ ኣለካ ንበይኑ ኣብዚ ትመርፆ ማለት እዩ ኣብዚ መፂኻ ድላይካ ትመርፅ ነዚ መፂኻ ክተፅርዮ ትኽእል ወይ ከኣ ነዚ መጺኻ ክተጽርዮ ትኽእል ወይ ነዚ ንድላይካ ነዚ ነቶም ደሊኻዮም ደለኻ ኣብዚ መጺኻ ፈላሊኻ ክተጽርዮ ትኽእል ኢኻ ማለት እዩ እዛ ታርጌት ንኾምያ ትሕግዘና እዚኣ ከዓ ብዙሕ ግዜ ክነፅርየሉ ንኽእል እዩ ብምዛሕትኡ ግዜ በዚኣ ኢና ነፅራ ከምዛ ቀዲመ ዝበልኩም ፉል ቫይረስ ካ ንብላ ንኩሉ ተፅርየልና እያ ቁሩብ ግን እዚኣ ካብኣ ትፍለ ማለት እዩ እዚኣ ካብኣ ቁሩብ ፍልይ ትብል ኦኬ ዝበዝሕ ግዜ ግን በዚ ኢና ነፅር ነዚ ይመስል ብዛዕባ ኣንቲ ቫይረስ ከመይ ገርና ውሪድና ከመይ ገርና ክንጥቀመሉ ክንኽእል ነዚኣ ትመስል ሓጊዝና ክኸውን ፈቲንያ ክንከውን በዓል ምሉ ተስፋየ ያ የቐኒየለይ ምናልባት ሕቶ እንድሕር ሃልዩኩም ወይ እውን ዝኾነ ይጠቅም እዩ ዝበልኩም ሓሳብ ከዓ ምትብባዕኩም ኣይፈለየና ኣብኡ እቲ ኮመንት ክትገድፉለይ ትኽእሉ ኢኹም የቐኒየልና